ሓንቲ ሕቶ ኣላትኒ ክእለት ኣዘራርባኻ ወይ ኣዘራርባኺ ከመይ እዩ ምስ ማለት ኮሙኒኬሽን ስኪልስ ክእለት ኣዘራርባ ከመይ ኢኻ ወይ ከመይ ኢኺ ን ኦኬ ጸገም ዝበሃል ይብሉን ኣነ ኣለኹልካ ወይ ኣለኹልኪ ጸገም ዝበሃል ይብሉን ኩሉ ግዜ ሓደ ሰብ ህይወቱ ክቕይር ወይ ድማ ህይወቱ ሓፍ ከብል ዝሕግዝ ቀዳመይቲ ከትገብራ ዘለካ ኩሉ ግዜ ክእለት ኣዘራርባኻ ከመይ ጌርካ ሓፍ ተብል በቲ ንስኻ ትዛረቦ ቃላት ከመይ ጌርካ ተሰማዕነት ኣለዎ ኩሉ ሰብ ብኸመይ ይሰምዐካ ኩሉ ሰብ ብኸመይ እቲ ምሳኻ ትዛረቦ ቃላት ቀስ ኢሉ ህድእ ኢሉ ንስኻ እንታይ ትዛረብ ኣለኻ ክሰምዕ ዝኽእል ሰብ ከመይ ትኸውን እያ ክእለት ኣዘራርባኻ ብሓጺሩ ህይወትካ ናይ መቐየሪ ህይወትካ ዝሕግዝ ቀዳመይቲ ክትገብራ ዘለካ ክእለት ኣዘራርባ እዩ እሞ ክሳብ መወዳእታ ሓቢርኩም ምሳና ክትጸንሑ ብኽብሪ ዕድም። ቀዳመይቲ ኩሉ ግዜ ቀዳመይቲ ትገብራ ኩሉ ግዜ ንስኻ እቲ ክእለት ኣዘራርባኻ ክትሕግዝ ዝሕግዘካ ኩሉ ግዜ ቀስ ኢልካ ህድእ ኢልካ ምዝራብ ሕጂ ምናልባት ኩሉ ግዜ ንሪኦም ሰባት ዓው ኢሎም ወይ ድማ ቅልጥፍ ቅልጥፍ ኢሎም ክዛረቡ ክትሰምዖም ከለኻ ወይ እዚኦም ኮንፊደንስ ዘለዎም ወይ እዚኦም ክእለት ኣዘራርባ ዘለዎም ኮይኑ ይስምዐካ ኦፍ ኮርስ እዚኦም ኣለዎም ግን ቅድሚ ንሱ ቅድሚ ናብዚ ምብጽሖም ንስኻ ክትገብሮ ዘለካ መታን ንስኻ ክእለት ኣዘራርባኻ ጽቡይ ጌርካ መታን ክትዛረብ ቅልጥፍ ቅልጥፍ ኢልካ ክትዛረብ የብልካን ምኽንያቱ ቅልጥፍ ቅልጥፍ ኢልካ ክትዛረብ ከለኻ እቲ ንስኻ ትዛርቦ ቃላት ሰብ ኣይሰምዖን እዩ ወላ ሓደ ሰብ እንታይ ትብል ኣለኻ ዝሰምዖ ሰብ የለን ኩሉ ግዜ ቀዳሚት ክትገብራ ዘለካ ቀስ ኢልካ ርግእ ኢልካ ህድእ ኢልካ ክትዛረብ ኣለካ ካልኣይቲ ቦዲ ላንጎጅ ቦዲ ላንጎጅ ዝባሃል እንታይ እዩ ኩሉ ግዜ ንስካ ከተዕልል ከለካ ኢድካ ኣጣሚርካ ኮፍ ክትብል የብልካን እግርካ ኣብ ልዕሊ እግሪ ኣብታ ሓንቲ እግሪ ከተልዕላ የብልካን ኩሉ ግዜ ቦዲ ላንጎጅ ንዓካ ክሕግዘካ ዝክእል ኢድካ እንዳንቀሳቀስካ ክትዛረብ ኣለካ ኢድካ ኣጣሚርካ ኮፍ ትብል እንድሕራ ኮይንካ እቲ ንስካ ትዛረቦ ቃላት ኣይክርደእካን እዩ ብፍርሒ ክመልፀካ ይክእል ግን ኩሉ ግዜ ንስኻ ኣእዳውካ የማን ጸጋም እንዳ በልካ እንዳ ኣንቀሳቀስካዮ ክትዛረብ ከለኻ ግን እቲ ሰብ ውን ምስቲ ኣእዳውካ ኮምፕሊትሊ ኢንተርተይመንት ስለ ዝገብሮ ጸገም ዝበሃል የብሉን ስለዚ ኩሉ ግዜ ንስኻ ኢድካ ከይትጣመሮ ኩሉ ግዜ ክትዛረብ ከለኻ ኣእዳውካ እንዳ ኣንቀሳቀስካ እግሪ ኣብታ ሓንቲ እግሪ ድማ ነቨር ከይትስቅሎ ኩሉ ግዜ ኣእዳውካ ከተንቀሳቅሶ ኣለካ። ሳልሰይቲ፣ ኩሉ ግዜ ስማይል ጌርካ ክትዛረብ ከለኻ ወይ ድማ ከተዕልል ከለኻ እቲ ኩሉ ሰብ ኣባኻ ዓይኒ ይገብር ምኽንያቱ እንታይ ይገብር ዋው ፍሽኽትኡ ዕላሉን ክንደይዳ ክምቅር መዓት እዩ ክንደይዳ ደስ ክብል መዓት እዩ ኢሉ ኩሉ ግዜ ንስኻ እቲ ትዛረቦ ቃላት ፍሽኽታ እንዳመልኦ ኣብ ሓደ ዓይኒ ሰብ ድማ ቁሉሕ ክትብል የብልካን። ንኣብነት ሕጂ ብዙ ምስ ብዙሓት ሰባት ተዕልል እንድሕር ሃሊኻ በብ እብረ ምስ ካልኦት ሰባት ቁልሕ ክትብል ኣለካ እምበር ኣብ ሓደ ሰብ ቁልሕ ክትብል የብልካን ክትዛረብ ከለኻ ድማ ፍሽኽታ እናገበርካ ክተዕልል ከለኻ እቱ ሰብ ኢንተርተይመንት ይገብር ዋው ዕላሉን ፍሽኽትኡን ክንደይላይ ፅብቅ እዩ ደስ ክብል ማዓት ኢሉ ኔክስት ታይም እውን ምስኡ ምሳኻ ኮፍ ክብል ድሌት ስለዘለዎ ኩሉ ግዜ ስማይል ፍሽኽታ እናገበርካ ኣብ ሓደ ዓይኒ ሰብ ጥራይ ቁሉሕ ክትብል የብልካን ብዙሓት ሰባት እንድሕር ሃልዮም ናብ ኩሎም ቁሉሕ ክትብል ኣለካ። ራብዐይቲ ኩሉ ግዜ በስማቶም ጸዋዓዮም ንዝኾነ ማንም ሰብ እታ ዝበለጸት ስም እንታይ እያ እንተልካዮ ስሙ እያ ኩሉ ግዜ ብስሙ እንድሕር ኣጸዊዕኻዮ እቲ ነብሱ ደስ ይብሎ እቲ ንስኻ ትዕሎ ዘለኻ ቃላት ሄይ ካልድ ፕሊስ ከምዝግባእ ግበረለይ ሄይ ካልድ ከምዚ እባ ስርሓለይ ክብለኒ ከሎ እቲ ስመይ ይዛረበኒ ስለ ዘሎ ይዕለኒ ስለ ዘሎ ከምዚ ግበር ይብለኒ ስለ ዘሎ ብሰንኪ እንታይ እዩ ብሰንኪ እታ ስመይ ስም እታ ዝበለጸት ስም ስለ ዝኾነት ኩሉ ግዜ ብስም እንዳጸዋዕኻ ክትዕልል ኣለካ ኣብ መንጎ ድማ ናይ ግድን ክትሓትት ክትኽእል ኣለካ ሄይ ካልድ ከምዚ ከምዚ ከምዚ ረኺበ ኣለኹ እሞ ፕሊስ ክትሕግዘኒ ትኽእል ኢኻ ሄይ ካልድ ሓወይ ከምዚ ከምዚ ከምዚ ኢልካ ክትዛረቦ ከለኻ ስም እታ ዝበለጸት ከምኡ ድማ ምስቲ ኮሙኒኬሽን ናይ ክእለት ኣዘራርባ ክሕግዘካ ዝኽእል ብምዃና ኩሉ ግዜ ስም Never Kate ሓምሸይትንይ መወዳእታን ኩሉ ግዜ ፖዝቲቭ ዘረባታት ጥራይ ክትዛረብ ኣለካ ምኽንያቱ ኩሉ ግዜ ኔገቲቭ እንድሕራ ኣሉታዊ ነገራት ኣሉታዊ ዘረባ እንድሕራ ተዛሪብካ መን ኣሎ ዝሰምዐካ መን ኣሎ ምሳኻ ኮፍ ክብል ዝደልይ መን ኣሎ ምሳኻ እቲ ንስኻ ዕላልካ ክሰምዕ ዝደልይ No one ወላ ሓደ ሰብ የለን ኩሉ ግዜ እቲ ንስኻ ትዛረቦ ኣወንታዊ ክኸውን ኣለዎ ዝኾነ ሕማቅ ክትዛረብ የብልካን ዝኾነ ጃጅ ክትገብር የብልካን ንሓደ ክትመዝኖ ኢልካ ኦ እዚ ድኣ ሕማቅ እንድዩ እዚ ድኣ ሕማቅ ጠባይ ኣለዎ እዚ ሕማቅ ባህርያት ኣለዎ እዚ ደንቆሮ እዩ እዚኣ ምህርቲ ኣይኮነትን እዚ ከምዚ እዩ ኢልካ ኩሉ ግዜ ሕማቅ ነገራት ትዛረብ እንተኾይንካ ኩሉ ሰብ ውን ዋይ እዚ ድኣ ኣሉታዊ ሰብ እንድዩ ኩሉ ግዜ ኔጌቲቭ ጥራይ ዝዛረብ ወላሓንቲ ነገር ጽቡቅ ካብ ኣፉ ዘይወጾ ይብለካ ስለዚ እቲ ንስኻ ምሳኻ ከዕልል ዝደሊ ሰብ ውን ኮምፎርታብል ኮይኑ ምሳኻ ከዕልል ኣይክእልን እዩ ስለዚ ኩሉ ግዜ ንስኻ ኮፍ ክትብል ከለኻ ምስ ብዙሓት ጉሩብ ይኹን ምስ ሰበይትኻ ምስ ኣደ ደቅኻ ወይ ምስ ስድራቤትካ ምስ ማንም ሰብ ኣሉታዊ ዝበሃል ክትዛረብ የብልካን ኩሉ ግዜ ኣወንታዊ ክትኸውን ኣለካ። Thank you so much ኮሞትሩ please ሳብስክራይብ ነዛ ቻነል ከምኡ ድማ ላይክ ንዛ ቪድዮ ክትህቡና መታን ኩላህና ኮሙኒኬሽን ስኪልስ ንዓይ ብፍላይ እዚ ዩቱብ ኮሙኒኬሽን ስኪልስ ሓጊዙኒ ክእለት ኣዘራርባ ምስ ሰባት ዘለኒ ርክብ ክሕግዘኒ ዝኸኣለ ዩቱብ እዩ እዚ ድማ በስንክኹም ኩላህና ፋምሊ ክንከውን ስለ ዝሓግዝና ቴንክ ዩ ሶ ማች ፕሊስ ነዛ ቪድዮ ላይክ ነዛ ቻነል ድማ ሳብስክራይብ ክሳብ ትመጽእ ቪድዮ ክሳብ ንራኸብ ሰላም ንዓኹም